ሰላም ከመይ ትጸንሖ ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። እዋናዊ ዝኾኑ ዜናታትና ብእዋኑ ንክበፅሐኩም ሓድሽ ተዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብራ ንዕድም። ኣርሚ ሰብዓ ብዝምልከት ዝወፀ ዜና ብስራት። ምዕራብ ትግራይ ንምቁፅፃር ዝኣተዋ ኣርምታት ብደቡብ ግንባር ዝተፈላለዩ ግንባራት ዝተጀመረ ስርሒት ብሱዳን ዝኣተወ ሓይሊ ድፋዕ ወረርቲ ምስባሩ፣ ኣብ ቤሻንጉል ጎሙዝ ዝካየድ ዘሎ ውግእን ዓወት ሓይልታት ጽምዶን፣ ሓይሊ ጸጥታ ትግራይ ዘመረቖ ሓይሊ ስርሒት ከተማ ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብሪ ንዕድመኩም ሕጂ ዝተረኸበ ሓበሬታ ከም ዝገለጾ ኣርሚ ሰብዓ ወሳናይ ዓወት ብምምዝጋብ ድፋዕ ወረርቲ ከም ዘፍረሰት ተሓቢሩ። ኣብዚ ሕጂ እዋን ሚድያታትን ኣክቲቪስታትን ብልጽግና ኣብ ልዕሊ ኣርሚ ሰብዓ ወፍሪ ከፊቶም ከም ዝርከቡ ይፍለጥ። እቲ ብሚድያታት ብልጽግና ዝዝርጋሕ ዘሎ ሓበሬታ ኣብ ልዕሊ ኣርሚ ሰብዓ ናይ ድሮን መጥቃዕቲ ከም ዝተፈጸመን፣ ኣመራርሓ ኣርሚ ሰብዓ እውን ከም ዝተሰወኡን ዝገልጽ እዩ። ካብ እሙናት ፍልፍላት ዝተረኸበ ሓበሬታ ከም ዝሕብሮ ግን ኣብ ልዕሊ ኣርሚ ሰብዓ ዝተፈጸመ ናይ ድሮን መጥቃዕቲ ከም ዘየለን ብልጽግና ኣብ ኩምሩክን ኣብ ቤሻንጉል ጎሙዝን ንዝበጽሐ ዘሎ ምስካሕካሒ ስዕረት ንምሽፋን ሓሲቡ ዝዘርግሖ ፕሮፓጋንዳ ከም ዝኾነ ተፈሊጡ። እቶም እሙናት ፍልፍላት ወሲኾም ከም ዝገለጽዎ ህዝቡ ንምድሓን ዝቃልስ ዘሎ ሰራዊት ትግራይ መስዋእቲ ከጋጥሞ ከም ዝኽእልን ትጽቢት ዝግበረሉ ጉዳይ እኳ እንተኾነ እቲ ሕጂ ኣብ ልዕሊ ኣርሚ ሰብዓ ተኸፊቱ ዘሎ ወፍረ ግን ካብ ሓቂ ዝረሓቐን ብልጽግና ኣብ ዝተፈላለዩ ግንባራት ንዝበጽሖ ዘሎ ስዕረት ንምሽፋንን ዝጥቀመሉ ዘሎን ከም ዝኾነ ተሓቢሮም። ዛጊድ እውን እቶም ብድሮን ተሰዊኦም ዝተባሃሉ መራሕቲ ኣርሚ ሰብዓን ኣብ ማሕበራዊ ሚድያ እናወጹ መሰረት ዘይብሉ ፕሮፓጋንዳ ብልጽግና እናጋለጹ ከም ዝርከቡ ተፈሊጡ። ብልፅግና ዋና ናይ ስልጣኑ ስግኣት ተባሂላ ኣብ መዝገብ ዝሰፈረት ኣርሚ ሰብዓ ንምፍራስ ሚልዮናት ብር መዲቡ ከም ዝፈሸሎ ክግለፅ ዝፀንሐ እንትኸውን ሕጂ ድማ ዝተፈላለየ ሜላታት እናፈሓሰ ምድንጋር ይፈጥር ከም ዘሎ ካብ ፍልፍላት ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ሓይልታት ጽምዶ ቤሻንጉል ጉሙዝ ይቆጻጸሩ ከም ዘለዉ ተሓቢሩ። ካብ ፍልፍላትና ዝተረኸበ ሓበሬታ ከም ዝገለጾ ብሓይልታት ጽምዶ ይሕገዝ ከም ዘሎ ዝንገረሉ ዘሎ ሰራዊት ሱዳን ኣብ ልዕሊ ካብ ኩምሩከን ከባቢኣን ዝሃደመ ሰራዊት ህጹጽ ደገፍ ውሃቢ ሓይሊ ሱዳንን ሰራዊት ብልጽግናን ብዝኸፈቶ መጥቃዕቲ ሰፋሕቲ ግዝኣታት ቤሻንጉል ጎሙዝ ከም ዝተቖጻጸረ ተሓቢሩ። ብመሰረት እቲ ዝተረኸበ ሓበሬታ ሓይልታት ጽምዶ ንዋና ከተማ ኣሶሳ ኣብ ከባቢ የእትውዋ ከም ዘለዎ ዝተገለጸ እንትኸውን ኣባይ ግድብ እውን ኣብ ሓደጋ ከም ዝኣተወ ተገሊጹ። ገስጋስ ሓይልታት ጽምዶ ናብ ኣራት ኪሎ ከም ዝኾነ ዝገለጹ እቶም ፍልፍላት ቤሻንጉል ሓርነት ግንባር ዝተብሃለ ሓይሊ እቲ ኣብ ውሽጢ ቤሻንጉል ጉሙዝ ዝግበር ዘሎ ውግእ ይመርሖ ከም ዘሎ ተሓቢሩ። በቲ ዝበፅሖ ዘሎ ከቢድ ሽንፈት ኣብ ከቢድ ቅልውላው ዝኣተወ ስርዓት ብልፅግና ካብ ሕቡራት ዓረብ ኢምሬት ሓገዝ እንተሓተተ እኳ ኣብ መንጎ ኣሜሪካን ኢራንን ሓድሽ ጎንፂ ምጅማሩ ስዒቦ ኢራን ኣብ ልዕሊ ሕቡራት ዓረብ ኢምሬት ደብዳብ ተካይድ ከም ዘላን ሕቡራት ዓረብ ኢምሬት ንብልፅግና ክትሕግዞ ከም ዘይከኣለትን ካብ ምሽጥራዊ ፍልፍላት ዝተረኸበ ሓበሬታ የረድእ። ስለዚ ድማ እቲ ብቤሻንጉል ጎሙዝ ዝግስግስ ዘሎ ሓይሊ ኣብ ሓፂር ግዜ ኣራት ኪሎ ክኣቱ ከም ዝኽእል ተንተንቲ ፖለቲካ እናገለፁ ይርከቡ። ሕጂ ዝተረኸበ ሰበር ዜና ከም ዝሕብሮ ምዕራብ ትግራይ ኣብ ሙሉእ ከበባ ከም ዝኣተወት ተሓቢሩ። ካብ ምዕራብ ትግራይ ዝተረኸበ ትኩስ ሓበሬታ ከም ዝገለፆ ብፍላይ ብኣንፈት ሱዳን ዝኣተዋ ኣርምታት ሰራዊት ትግራይ ኣብ ልዕሊ ወራርቲ ሓይልታት ከቢድ ኪሳራታት የብፅሓ ከም ዘለዋ ተሓቢሩ። ኣርሚ ሰብዓን ኣርሚ ዓሰርተ ሰለስተን ብዝገብረኦ ዘለዋ ጥሙር መጥቃዕቲ ብፍላይ ኣብ ልዕሊ እቲ ወራሪ ሓይሊ ኣምሓራ ከቢድ ጉድኣት ብምብጻሕ ከም ዝበታተነኦ ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድእ። ብኣንፈት ኦምን ሐጀር እውን ሰራዊት ኤርትራ ከም ዝኣተወ እንዳተገለጸ ዝርከብ እንትኸውን ወረርቲ ሓይልታት ዓለም ጸቢብዎም ንጉስ ከም ዝጠፈኦ ንህቢ ይብተኑ ከም ዘለዉ ተገሊጾም። እዚ ከምዚ ኢለ እናሃለወ ብደቡብ ግንባር ብዝተፈላለዩ ግንባራት ጎምተ ከም ዝተጀመረ ተሓቢሮም። ፍላት ከም ዝሓበረዎ ሓይልታት ጽምዶ ስርዓት ብልጽግና ካብ ስልጣነ ንምእላይ ናይ መወዳእታ ዝበልዎ ስጉምቲ ከም ዝጀመሩ ተሓቢሮም። ብመሰረት እቲ ዝተረኸበ ሓበሬታ ሰራዊት ትግራይን ፋኖን ኣብ ምንቅስቓስ ዝርከብ ወራር ሓይሊ ንምዕጋት ናይ ምክልኻል ስጉምቲ ከም ዝጀመሩ ተሓቢሮም። ነዚ ስዒቡ ድማ ኣብ ኣበርገለ ዝነበረ ሰራዊት ትግራይን ኣገው ነጻነት ግንባርን ናብ ጻግብጅን ሰቖጣን ከም ዝተንቀሳቐሰ ተገሊጸም። ብተመሳሳሊ መንገዲ ዝተወሰነ ኣርምታት ድማ ናብ መስመር ላሊበላ ከም ዘቕንዓ ዝተገለጸ እንትኸውን ከባብታት ጋሻና ንምቁፅፃርን ሓይሊ ኣጠናኺሩ ዝፅጋዕ ዘሎ ሓይሊ ንምብትታንን ዝዓለመ ከም ዝኾነ እዮ ዝግለጽ ዘሎ። ብተመሳሳሊ ዜና ናብ ቀበሮ ሜዳ ተጸጊዑ ዘሎ ሓይሊ እውን ስርዓት ብልጽግና ኣብ ከቢድ ሓደጋ ከም ዘእተዎ ተሓቢሮም። ብተመሳሳሊ መንገዲ ናብ ቆቦ ወልድያ፣ ጨርጨር፣ ቢሶበር፣ ብዓፋር ድማ ቶንሳ፣ ዓዲ ቀይሕ ዘሎ ወራሪ ሓይሊ ንምክልኻል ሰራዊት ትግራይ ከም ዝተንቀሳቐሰ ዝተረኸበ ሓበሬታ የረድእ። እቲ ካብ ግንባራት ደቡብ ዝተረኸበ ሓበሬታ ከም ዝሕብሮ ሰራዊት ብልጽግናን መሻርኽቶን ሓይልታት ጽምዶ መጥቃዕቲ ክኸፍትሉ እዮም ብምባል ናብ ኣንፈት ትግራይ ምንቅስቓሱ ስዒቡ ሰራዊት ትግራይን መሻርኽቱን እውን ናይ ምክልኻል ስጉምቲ ይወስዱ ከም ዘለዉ ተገሊጹ። ኢትዮ ኒውስ ሒዛቶ ዝወጸአት ተወሳኺ ሓበሬታ ከም ዝገለጾ ኣርምታት ሰራዊት ትግራይ ብበዝሒ ናብ ግዝኣታት ክልል ኣምሓራ ይኣትዋ ከም ዘለዋ ገሊጻ። እታ ሚድያ ሕጂ ሒዛቶ ዝወጸአት ሓበሬታ ከም ዝገለጾ ኣርምታት ሰራዊት ትግራይ ናብ ክልል ኣምሓራ ከም ዝኣተዋ ዝገለጸት እንትትኸውን ናብ ደባት ዓፋር እውን ከም ዝኣተዋ ሓቢራ ኣላ። ሕጂ ካብ ደቡብ ግንባር ዝተረኸበ ትውሰኽ ሓበሬታ ከም ዝገለጾ ብክልቲኡ ወገን ምቅርራባት ስለ ዘሎ ሓድሽ ውግእ ክጅመር ከም ዝኽእልን ሰራዊት ኣብ ተጠንቀቕ ንኽጸንሕ ከም ዝተነገሮን ተፈሊጡ። እዚ ከምዚ ኢሉ እናሃለወ ንህዝቢ ትግራይ ዝኽሓዱን ኣብ ኣዲስ ኣበባ ዘለውን ተላእኽቲ ብልፅግና ኦሮሞ ዝኾኑ ተጋሩ ብልፅግና ብዝመደበሎም ዘሎ ጥቕማ ጥቕሚ ሕድሕዶም እናተባልዑ ከም ዝርከቡ ተፈሊጡ። ኣብ ዓፋር ዝርከብ ሓይሊ እውን ብጥቕማ ጥቕሚ ሕድሕዱ እናተባልዐ ብዙሓት ዝሞቱን ዝተኣሰሩን ከም ዘለውን ዝተረኸበ ሓበሬታ የረድእ። ኣብ ኣዲስ ኣበባ ዝርከቡ ተላእኽቲ ብልፅግና ዝኾኑ ተጋሩ እውን ኣብ መንጎኦም ከቢድ ጎንፂ ከም ዝፈጠረን ዝተኣሰሩን ክትትል ዝግበረሎም እውን ከም ዘለውን ተገሊፆም። ክፍሊ ሚዲያ ኣርሚ ሰብዓ ዝኾነ ጋዜጠኛ መድሃኒ የግደይ ኩነታት ብልፅግና ሕሽከሮን ከም ዝኸበል ገሊፁ ኣሎ። ነበር ኣመራርሓ ባይቶና ክብሮም ኣብ ኣዲስ ኣበባ ኣብ ትሕቲ ቀይዲ ውዒሉ እዩ። ክብሮም ሳልሳይ ርእሱ ለይትን ቀትርን ኣሲሮም ፈቲሖም ኣለዉ። ምእሰሪኦ ገንዘብ እዩ። ኮራኹር ኣብይ ዝተመደበሎም ቅርሺ ንዓይ ዝግበእኒ ንዓይ ይግበእኒ ብዝብል ከምዝኣሰርዎ ተረጋጊጹ ኣሎ። ኣብ መንጎ ተለኣኽቲ ብልጽግና ዝኾኑ ተጋሩ ሰፊሕ ዘይምትእምማን፣ ራዕድን ተስፋ ምቑራጽን ይረኣ። ንግዚኡ ዘይንወጾ ሚሽጥር ከምዘሎ ኮይኑ ከዳዓት ተጋሩ ብሓባር ኮፍ ምባል ኣብ ዘይኽእለሉ ብርኪ በፂሖም ኣለዉ። ብኻሊእ ወገን ድማ ተላኣኽቲ ብልፅግና ዝኾኑ ተጋሩ ሓየት ሰራዊት ኣርሚ ሰብዓ ንምፍራስ ሚእትን ሓምሳን ሚልዮን ቅርሺ ተመዲብሎም ከምዝፈሸሎም ተረጋጊፁ ኣሎ። ኣብ ዓፋር ተኣኪቦም ናይ ስራሕ ኣፈፃፅማ ገምጋም ኣካይዶም ዝበዝሑ ኣየሳኻዕናዮምን። ዝሳኻዕ ኣርሚ ሰብዓ ገቢሉ ኣብ ኣድጋ ኣይንወድቕን ኔርና ብዝብል ተጨቓጭቖም ኣለሞም ኣብየ ገምጋምኮም ሪፖርት ግበርለይ ስለ ዝበሎም ኣብ ተሕሚስ ይርከቦም። ምትእምማን ጠፊኡ መን መዓዝ ከም ዝእሰር ኣይፍለጥን። ኣብ ውሽጦም ዝተፈጠረ ምንጋዕ ስዒቦ ድማ ኣብ ኣርሚ ሰብዓ ናይ ሓሶት ፕሮፓጋንዳ ምንዛሕ ከም መማረፂ ሒዘም ኣለዎም። ኣጀንዳ መቐየሪ ምዃኑ እዮም። ንምርግጋፅ ሰላምን ድሕንነትን ህዝቢ ከተማ መቐለ ዝተወደቡ ካብ ኩለን ክፍለ ከተማታት ከተማ መቐለ ዝተውፃእፀኦ ልዕሊ ክልተ ሚእቲ ውዳብ ሓይሊ ወያናይ ከተማ መቐለ ሓሙሽተ ሓምለ 2018 ዓ ም ስነ ስርዓት ምርቓ ይሳለጥ ኣሎ ኣብቲ ምርቓ ስነ ስርዓት ተረኺቡ መኽፈቲ መደረ ዘስምዐ ሓላፊ ምልሻ ከተማ መቐለ ተጋዳላይ ገብረ እግዚኣብሄር ገብረ ማርያም ካብ ሸውዓተ ክፍላተ ከተማታት ዝተውፃእፅኡን ንዓሰርተ መዓልትታት ከስልጠኖ ዝፀንሐን ልዕሊ ክልተ ሚእቲ ውዳበ ሓይሊ ወያናይ ሎሚ ስነ ስርዓት ምርቓ ይግበር ከም ዘሎ ገሊፆም። ተጋዳላይ ገብረዝጋብሄር ኣብ ከተማና ዝረኣዩ ፀገማት ፀፅታ ንምቕራፍ ንምርግጋፅ ሰላምን ድሕንነትን ህዝቢ ዓሊሙ ዝተኻየደ ስልጠና ምዃኑ ብምግላፅ ዝተመዛበለ ህዝብና ናብ መረበቱ ንምምላስን ግዝኣታዊ መሬትና ንምምላስን መኸተና ንምሕያል ሓድነትና ኣጠናኺርና ክንቃለስ ኣለና ኢሎም። ከንቲባ ከተማ መቐለ ተጋዳላይ ሃይለ ኣረጋዊ ብወገኑ፣ እዚ ውዳበ ሰላም ሓይሊ ወያነ ህዝብና ካብቲ ኣትይዎ ዘሎ ናይ ሃለዋትን ድሕንነትን ንምውፃእን ውሕስ ሰላም ንምፍጣርን ኣብ ከተማ መቐለ ዝረኣዩ ፀገማት ሰላምን ፀፅታን ንምቕራፍ ዝተወደበ ምዃኑ ኣረዲኦም። ተጋዳላይ ሃይላይ ተመረቕቲ ኣባላት እቲ ውዳበ መንግስትን ህዝብን ዝሃቦም ሓላፍነት ንምውፃእ ክሰርሑ ከምዘለዎም ድሕሪ ምሕባር፣ ደጀንን ግንባርን መኸተ ህዝቢ ትግራይ ብምጥንኻር መኸተና ንምዕዋት ኩሉ ክረባረብ ጸዊዑ። ብፍላጥን ብዘይምፍላጥን ኣብ ናይ ጸላይ ዓላማ ተሰሊፎም ህዝቢ ትግራይ ቀሲኑ ስርሑ ንኸይሰርሕ ዝተፈላለዩ ሽርሕታት እናመሃዞ ህዝቢ ንኸረበሽ ዝሰርሑ ኣካላት ኣደብ ክሕዞ ናብ ዓዶም ኣትያም ሰላማዊ ቃልሲ ንኽገብሮን እውን ጸዊዑ ክብል ወይን ጸብጺቦም። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓድሽ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም